ሃገራዊት ጋንታ ኤርትራ ብሰላም ሩዋንዳ ኣትያ። ሃገራዊት ጋንታ ኤርትራ ኣብዚ ሩዋንዳ ትሳተፍ ሎሚ ንግሆ ብሰላም ናብ ሩዋንዳ ኣትያ ትርከብ። ሩዋንዳውያን ድማ ብትግርኛ ብምልጣፍ ኣብ ሕሳቦም እንኳዕ ደሓን መጻእኩም ኤርትራውያን ኢሎምና ኣለዉ። ክብረት ይሃበልና ድማ ንብሎም ንሕና። ሓደ ስምዕታ ግን ኣቐሚጦም ኣለዉ። ንሱ ድማ ንሽዱሽተ ግዜኦም ድዮም ብጫ ክወስዱ ወይስ ንመበል ዕስራን ሸውዓተን ናይ መድረኽ ከመዝግቡ ኢሎም ኣለዉ። ዙር ሩዋንዳ ክልተ መዓልቲ ጥራይ ተሪፍዎ ይርከብ። ትፈልጥዶ እቲ ዘይተርፍ ሚልክያስ ብኸመይ ተሪፉ? ትማሊ ዕለት ዕስራ ለካቲት ኣብ ኣልጀርያ ግራንድ ፕሪክስ ሶናትራክ ኣብ ናይ ሓደ መዓልቲ ኣብ ዝነበረ ጸወታ ጅምብር ምስ ኣበለ ጥራይ ጋንታታት ፋሕፋሕ ኢለን። ዓሰርተ ሽዱሽተ ተቐዳደምቲ ዝሓቖፈት ክልተ ኤርትራውያን ዝነበሩዋ ጋንታ ኣብ ቅድሚት ብምዃን ንጸወታ ክትቅልሶ ጀመረት። በዚ ግሩፖ ዘይተሓጎሱ ኣልጀርውያን ብፍሉይ ድማ ካብ ጋንታ ማዳር ብሚልክያስ ደስ ዘይበሎም ክመስሉ ከቢድ መጥቃዕቲ ብምፍናው መሊሶም ፋሕፋሕ ኣቢሎም ኣብ ሰለስተ ገማሚዖማ። ኣብ ቅድሚት ድማ ሓሙሽተ ተቐዳደምቲ ሒዛ ኣርባዕተ ካብ ጋንታ ማዳር ፕሮ ሳይክሊንትን ሓደ ኤርትራዊ ማለት ሚልክያስ ማእከለ ኣብ ቅድሚት ብምዃን ንኣልጅራውያን ኣይገድፈኩምን ዝስምዕ ሮትቶኦም ሒዙ ክተባተብ ጀሚሩ ሚልክያስ ጅግና ሚልክያስ ግን እዚ ግሩፖዚ ዕጅብ ኣይበሎን እኳ ደኣ ተመሊሱ መጥቃዕቲ ፈነወሉ ሚልክያስ መን ምዃኑ ጽቡቕ ጌሩ ስለ ዝፈልጦ ንሶም ድማ ሮታ ሒዞም ኣብ ከቢድ ናይ ውሽጣዊ ሓሳብ ተጸሚዶም ናብ ሕንጻጽ ዓወት መን ኮን ይረግጽ ይኸውን ኣብ ምባል ተጸሚዶም እንከለዉ ሃንደበት ግን ዘይተጸበይዎ ነገር ንኣልጅራውያን ትንፋስን ዕረፍትን ዝህብ ኣጋጠመ ኣልጀርያውያን ከም ዝዕወትሉ ድማ ብኣግኡ ተፈለጠ። እቲ ልቦም ክሳብ ዝጠፍኦም ከጋልቦም ዝውዓል ሚልክያስ ማእከለ ዘይተጸበዮ ሸተት ብምባል ንእሽቶ መጉደእቲ ካብኦም ተትርፍ ኣጋጢምዎ ካብ ኣልጀርያውያን በዝተረፈ እምበኣር እቲ ኮኾብ ብኸምዚ ኣጋጣሚ'ዩ ዓወት ኣልጀርያውያን ሓሊፉ ሂብዎም እምበር ንሱስ ከምቲ ንፈልጦ'ዩ ካብ እግሮም ምትራፍ ኣብዮም ላዕልን ታሕትን ኣቢልዎም'ዩ ወዲ ኤረይ ጅግና ግን ኣምላኽ ይመስገን ወላሓንቲ ማህረምቲ ከምዘይብሉን ናጻ ምዃኑን ኣረጋጊጽሉና ኣሎ እታ መውደቕቲ ካብ ዓወት ጥራይ ኣትሪፋቶ። ሚልክያስ ጅግና ግን ንዝኾነ ሰብ መን ምዃኑ ኣረጋጊጽልና እዩ። ሕጂ ድማ ዘሻቕል የለን ናጻ እየ ይብለና ኣሎ። ኣብቲ ናይ ጽባሕ ዕለት ዕስራን ክልተን የካቲት ጸወታ ናይ ሓደ መዓልቲ የራኽበና ደቂ ኤረይ። ዕጫ ዙር ዓሰርተ ሽዱሽተ ቻምፕየንስ ሊግ ወዲቑ። ደርቢ ከተማ ማድሪድ ሪያል ማድሪድ ኣትለቲኮ ማድሪድን ዘካየድኦ መሳጢ ቅልስ በጺሕወን። ንቡንደስሊጋ ዝመርሕኦ ዘለዋ ባየር ሙኒክን ባየር ሌቨርኩሰን እውን ደርቢ ጀርመን ከካይዳ'የን። ጸወታታት ምድመሪሓ ዝወደእት ሊቨርፑል ኣንጻር ፒኤስጂ ሓደገኛ ጸወታ ይጽበያ። ኣርሰናል ምስታ ምድብ ኣብ ሸሓት ሰዓት እታ ፒኤስጂ ኣየንድሆቨን ባርሴሎና'ውን ብውዱእ ሰዓት ምስ ዝረትዓታ በኔፊካ ዝሓሸ ዕጫ በጺሕወን። ኢንተር ኣንጻር ንጓል ከተማኣ ዝገለፈት ፈይኖርድ ኣስቶንቪላ ምስ ብሩጅ ዶርትመንድ ከኣ ምስ ሊለ ክራኸበ። ዝኸበርኩም ሰማዕትና ንሕጂ ሒዝናዮ ዝቐረብና ዕለታዊ ዜና ስፖርት እዚ ክትከታተልዎ ዝጸናሕኩም እዩ። ኣብ ዝቕጽል ምክትታልኩም ኣይተቋርጹ ካልእ ውን ስለ ዘሎ እተን ኣርባዕተ ሕግታት ሼር ላይክ ኮመንት ሳብስክራይብ ኣይትለልወን ወደሓንኩም። ኩባርሲ ኣሰንስዮ ኣብ ገለ ተጻወቲ መስመርቲ ምስ ዘጋጥም መንእሰያት ተጻወቲ ይመጹ እሞ ንዓለም ኩዕሶ እግሪ ብቕዓቶም ከርእዩ ይጅምሩ። ብፍላይ ኣብ ዕቤቲ ጋንታታት መንእሰያት ተጻወቲ ናይ ጸወታ ግዜ ንምርካብ ይቃለሱ። ስለዚ ናይ ሲንየር ተጻወትቲ መስበርቶም ነቶም ሓደስቲ መንእሰያት ተጻወትቲ እቲ መስበርቲ ዘምጽኣሎም ዕድል ይጠቀምሉ ማለት ዓቢ ዕድል ይኸፍተሎም። ራውል ኣሰንሲዮ፣ ዕስራን ክልተን፣ ሓያል ተኸላኻላይ ኮይኑ ዕድል ክወሃቦ ከሎ ክጻወት ከም ዝግብኦ ክርእን ብዘእምን መንገዲ ልዑል ብቕዓት ከርእየናን ጸኒሑን ኣሎን። ብዝበለጸ ካብ ኩዕሶ ወጻኢ ዝገብሮ ናይ ምክልኻል ክእለት ኣዝዩ ደናቕ እዩ። ብፍላይ ትማሊ ናብ ማን ሲቲ ናብ ማእከል መስመር ናብ ማእከል ሜዳ ምጽግዖም ርእዩን ኣስተውዒሉን ነዋሕቲ ኳዕሳሱ ናብ ኪልያን ምባፐ ክድርብየሉ ከሎ ግና ጸወታ ካብ መጀመርያ ንማን ሲቲ ኣዝዩ ኣብ ሽግር የእትዎም እዩ ኣምስዩ። ማዕረ ክንደይ ምስ ኩዕሶ ምቾት ዘለዎ ንዋሕት ኳዕሳሱ ጽቡቕ ናይ ምቕባል ፍሉይ ብቕዓትን ከም ዘለዎ ኣመስኪሩ እዩ። ሃገራዊት ጋንታ ስጳኛ ምስ ሓድሽ ወለዶኣ እንደገና ንኩዕሶ እግሪ ዓለም ክትዕብልብል ዓቕሚ ኣለዋ። ኩባርሳ ኣሰንስዮ ዝበሃል ተኸላኻላይ፣ ፔድሮ፣ ጋቪ ካልኦት ብሉጻት መንእሰያት ተጻወትቲ ሓዊስካ ናይ ዓወት ታሪኽ ክትደግም እያ ዝብል ንኩዕሶ እግሪ ስጳኛ ብቐረባ ዝከታተልዎን ኣፍልጦ ዘለዎን ብተደጋጋሚ ይዛረቡ። ሮማ ናብ ዝቕጽል ዙር ሓሊፋ። ሮማ በውዲእካ ምሕላፍ ዩሮፓ ሊግ ንፖርቶ ሰለስተ ብክልተ ረቲዓታ። ናይ ሮማ ናይ ዓወት ሸቶታት ዘመዝገቡ ፓውሎ ዲባላ፣ ፒሲሊን እዮም። ሮማ ንፖርቶ ብድምር ኣርባዕተ ብሰለስተ ብምስዓር ናብ ዙር ዓሰርተ ሽዱሽተ ሓሊፋ። ክለብ ሮማ ኣብ ዙር ዓሰርተ ሽዱሽተ ኣንጻር ክለባት ኣትለቲኮ ቢልባኦ ወይ ላዚዮ ክትገጥም እያ። ኣብ ካልእ ጸወታ ጋላታሳራይ ኣንጻር ኣልክማር ገጢመን ብናይ ሓባር ዓወት ክልተ ብክልተ ተፈላልየን። ጋላታሳራይ ብድምር ሽዱሽተ ብሰለስተ ብኣልክማር ስለዝተሰዓረት ካብ ዩሮፓ ሊግ ተኣልያ። ዘገርም ባህሪ ካብ ተጻወትቲ ፍሊክስ ናብ ቸልሲ ክመጽእ ከሎ ኣነ ደጋፊ ዲሂደር ድሮግባ እየ ነይረ። ላምፓርድ ኣርኣያ እዩ ኢሉ። ፍሊክስ ናብ ሚላን ምስ በጽሐ ኣብ ሸሞንተ መዓልታት ጥራይ እየ ጸኒሐ። ሓቂ ንምዝራብ ግን ምስ ሚላን ኣብ ፍቕሪ ወዲቐ ኣለኹ ኢሉ። ሳንቾ ናብ ማንቸስተር ዩናይትድ ምስ መጸ ሕልመይ ምስ ዓባይ ክለብ ክጻወት እዩ ነይሩ። ናብ ቤካም ኣድናቒ እየ ኢሉ። ሳንቾ ናብ ቸልሲ ምስ መጸ ናብ ቸልሲ ብምምጸእይ ተሓጒሰ። ዲሂደር ድሮግባ ኣርኣያ እዩ ነይሩ ኢሉ። እቶም እትዝክርዎም ተጻወትቲ ንወስኸሎም። ጋዜጣ ዴይሊ ስታር ኣብ ክራማት ካማንስ እትወፁ ብሉፃት ተፃወቲ ዝርዝር ኣውፅኣ ኣላ። ኬቨን ዱብሩኢን፣ በርናንዶ ሲልቫ፣ ጆን ስቶንስ፣ ማቴዎ ኮቫቺች፣ ኤልካይ ጉንዶጋን፣ ኤደርሰን፣ ጃክ ግሪሊሽን ኩሎም ካብ ማንቸስተር ሲቲ ክወፁ ትፅቢት ይግበር። ሞሪኖ ራኔሪ ኣብ ታሪክ ናይ ሊግ ዝበለፀ ኣሰልጣኒ እዩ። ፖርቱጋላዊ ኣሰልጣኒ ጆሴ ሞሪኖ ንኣሰልጣኒ ክላውዲዮ ራኔሪ ኣብ ታሪክ ፕሪምየር ሊግ እንግሊዝ ብሉፅ ኣሰልጣኒ ክብል ገሊፁዎ። ምስ ማንቸስተር ዩናይትድ ወይ ማንቸስተር ሲቲ ሓሙሽተ ወይ ሽዱሽተ ዋንጫ ሊግ ምዕዋት ጽቡቕ ስራሕ እዩ፣ ድሕሪ ሞሪኖ ሌስተር ሲቲ ሒዝካ ግን ዓቢ ነገር ኢሉ ጆሴ ሞሪኖ ወሲኹ ክላውዲዮ ራኒሪ ኣብ ታሪኽ ፕሪመር ሊግ እቲ ዝበለጸ ኣሰልጣኒ እዩ ኢሉ ኣብ መንጎ ሰር ኣሌክስ ፈርጉሰንን ፐፕ ጓርዲዮላን ዝበለጸ ኣሰልጣኒ ፕሪመር ሊግ መን ምዃኑ ምስ ተሓተ ጆሴ ሞሪኖ ንዓይ ክላውዲዮ ራኒሪ እዩ ክብል መልሲ ሂቡ ሰር ኣሌክስ ፈርጉሰን ፐፕ ጓርዲዮላን ከተነጻጽሮም ኣጸጋሚ እዩ ክብል ክልቲኦም ካብ ዝተፈላለየ ወለዶ ዝመጹ ኣሰልጠንቲ እዮም ክብል ሞሪኖ ገሊጹ ፖርቱጋላዊ ሞሪኖ ካብ ናይ ገዛ እንስሳታት ድሙ ዶ ከልቢ ትመርጽ ተባሂሉ ምስ ተሓተተ ከልቢ ደስ ይብለኒ ድሙ ናይ ጸልኣነ ኣነ ዞማ ኣይኮንኩን ኢሉ። ኩርት ዞማ ቅድሚ ሓደ ዓመት ንሓንቲ ድሙ ድሕሪ ምቕጥቃጡ ከም ዝተቐጽዐ ይፍለጥ። ኑነዝ በፍጹም ተስፋ ቆሪጸ ኣይትርእዩንን ኢኹም። ኣጥቃዒ ሊቨርፑል ዳርዊን ኑነዝ ኣብዚ ሕጂ እዋን ኣብ ጽቡቕ ደረጃ ከም ዘይርከብ ኣብ ማሕበራዊ መራኸቢታት ገጹ ገሊጹ። ዳርዊን ኑነዝ ኣብ ናይ ትማሊ ጸወታ ኣንጻር ኣስቶን ቪላ ብርክት ዝበሉ ዕላላት ማለርትን ሸቶታት ክኾና ዝኽእላ ኳዓሳሱ ብምዃኑ ተነቒፉ። ቅድሚ ሒደት ሰሙናት ኣብ ጽቡቕ ቁመና ኣይነበርኩን፣ ሕጂ ግን ኣብ ሕማቕ ቁመና ኣይኮንኩን ዘለኹ፣ ኣብ ኤክስ ማሕበራዊ መራኸቢታት ገጹ ገሊጹ። ኑነዝ ዋላ እንተወደቕኩ ክትንስኤ ግን ተስፋ ቆሪፀ ኣይትርእዩኒ ኢኹም ድሕሪ ምባል ክሳብ ኣብ ሊቨርፑል ክሳብ ዘለኹ ናይ መወዳእታ ህሞት ኩሉ ዓቕመይ ክህብ ኢሉ። ብሉጽ ተጻዋታይ ናይቲ ሰሙን ዕላዊ ኮይኑ ኣብ መፋርቕ ሰሙን ዝተኻየደ ጸወታታት ኣውዲቕካ ምሕላፍ ቻምፕዮን ሊግ ኤውሮጳ ስዒቡ ካብ ሕጹያት ብሉጽ ተጻወቲ ናይቲ ሰሙን ተመሪጹ። በዚ መሰረት ኣጥቃዒ ሪያል ማድሪድ ፈረንሳዊ ኪልያን ምባፐ ብሉጽ ተጻዋታይ ቻምፕዮንስ ሊግ ተባሂሉ ተሸሊሙ ኣሎ። ስጳኛዊት ክለብ ሪያል ማድሪድ ኣብ ልዕሊ ማንቸስተር ሲቲ ኣብ ዘመዝገበቶ ዓወት ኪልያን ምባፐ ሰለስተ ሽቶታት ብምምዝጋብ ሃትሪክ ከምዝሰርሐ ኣይርሳዕን። ኮዲ ካክፖ ንፀወታ ኣንጻር ማንሲቲ ክርክብ እዩ። መሪሳይድ ክለብ ሊቨርፑል ኣጥቃዓይ ኮዲ ካክፖ ኣብ ናይ ሰንበት ፀወታ ኣንጻር ማንሲቲ ኣጠራጣሪ እዩ። ኣብዚ ጉዳይ ርእይቶ ዝሃበ ኣሰልጣኒ ኣርነ ስሎት ሚእቲ ፐርሰንት ርግጸኛ ከምዘይኮነ ገሊጹ። ኣሰልጣኒ ኣርነ ስሎት ክኸውን ተስፋ እገብር ርግጸኛ ግን ኣይኮንኩን፣ ንኽምለስ ቀሪቡ ኣሎ ግን ክንሪኦ ኢና ኢሉ። እዚ ከምዚ ኢሉ እንከሎ ኣሰልጣኒ ኣርነ ስሎት ኮነር ብራድሊ ካብ ፀወታ ኣንጻር ማንቸስተር ሲቲ ወጻኢ ምዃኑ ኣረጋጊጹ። ቫን ፔርሲ ምስ ፈይኖርድ ተሰማሚዑ። ኣጥቃዒ ኣርሰናል፣ ማንቸስተር ዩናይትድ ነበር ሆላንዳዊ ሮቪን ቫን ፐርሲ ንሆላንዳዊት ክለብ ፈይኖርድ ብሓላፍነት ክሕዝ ኣብ ስምምዕ ከምዝበጽሐ ተገሊጹ። እዚ ወዲ ኣርብዓን ሓደን ዓመት ኣሰልጣን ሮቢን ቫን ፐርሲ ንክለብ ፈይኖርድ ክሳብ ክልተ ሽሕን ዕስራን ሸውዓተን ከሰልጥን ከምዝተሰማምዐ ጋዜጣ ዘ ኣትለቲክ ጸብጺቡ። ተሓጋዚ ኣሰልጣን ማንቸስተር ዩናይትድ ነበር ሬኒ ሃክ ተሓጋዚ ኣሰልጣን ሮቪን ቫን ፐርሲ ኮይኑ ተመዚዙ። ክለብ ፈይኖርድ ቅድሚ ሒደት መዓልታት ኣብ ቻምፕዮን ሊግ ኢጣልያዊት ክለብ ኤሲ ሚላን ስዒራ ናብ ኣውሮፓ ምሕላፍ ኣብ ዙር ዓሰርተ ሽዱሽተ ከምዝሓለፈት ይፍለጥ። ሉካስ ፓኬታ ኣንጻር ኣርሰናል ኣይክስለፍን እዩ። ዌስትሃም ዩናይትድ ጽባሕ ሰንበት ኣብ ፕሪምየር ሊግ ኣንጻር ኣርሰናል ኣብ ትገብሮ ጸወታ ቁልፊ ተጻዋታይ እታ ጋንታ ከም ዘይስለፍ ይግለጽ ኣሎ። ኣሰልጣኒ ግሬም ፖተር ብራዚላዊ ኣካፋ ሉካስ ፓኬታ ኣብዚ ጸወታ ከም ዘይሳተፍ ኣረጋጊጹ። ሉካስ ፓኬታ ኣብ እዋን ልምምድ ምስ ወዲ ጋንትኡ ኣሮን ዋን ቢሳካ ብዘጋጠሞ ግጭት ማህረምቲ ከም ዘጋጠሞ ጋዜጣ ዘ ኣትለቲክ ሓቢሩ። ኣርነ ስሎት ክቕጻዕ እዩ። ኣሰልጣኒ ሊቨርፑል ኣርነ ስሎት ድሕሪ ደርቢ መርሲሳይድ ብዘርኣዮ ብዘይግቡእ ተግባራዊ ምኽንያት ዝቐረበሉ ክሲ ከም ዝተቐበሎ ተገሊጹ። እዚ እቲ ኣሰልጣኒ ድሕሪ ጸወታ መርሲሳይድ ደርቢ ምዝዛሙ ቀይሕ ካርድ ተዋሂቦ ከም ዝነበረ ዝፍለጥ ኮይኑ፣ እዚ ሰልጣን ድሕሪ ዝተወሰነ መዓልታት ዝገበርክዎ ይጠዓስ ክብል ተሰሚዑ ነይሩ እዩ። ኣብዚ እዋን እዚ እቲ ኣሰልጣን ነቲ ኣብ ልዕሊኡ ዝቐረበ ክሲ ተኣሚኑ ኣሎ። ኤፍኤ ድማ ኣብ ቀጻሊ ዝግብኦ መቕጻዕቲ ንምውሳን ኣብ ሓሳብ ከም ዘሎ ኣብ ቀረባ መዓልታት ክግለጽ ምዃኑ ሓቢሩ ኣሎ። ኣሰልጣን ኣርነ ስሎት ንዝቕጽል ጸወታን ዝተወሰነ ቁሩብ ጸወታ ናይ እገዳ መቕጻዕቲ ክብይነሉ ትጽቢት ይግበር። ጃስቲን ኢን ደገፍቲ ማንቸስተር ዩናይትድ ሸዓተ መጋቢት ማንቸስተር ዩናይትድ ኣንጻር ኣርሰናል ኣብ ዘካየዶ ጸወታ ዝኾነ ደጋፊ ናብ ሜዳ ክኣቱ ከም ዘይፍቀደሎም ኣፍሊጦም እዚ ድማ ኣንጻር ስድራ ግሌዘር ዝገልጾ ተቃውሞ እዩ ተባሂሉ ደገፍቲ እታ ክለብ ድማ ኣብ መላእ ሃገር ንዝርከቡ ደገፍቲ ዩናይትድ ኣብታ መዓልቲ ኣብ ከባቢ ኦልትራፎርድ ኣብ ዝተካየደ ሰላማዊ ተቃውሞ ክሳተፉን ውን ኣብ ብር ስታዲየም ኦልትራፎርድ ባዶ ክገብሩን ጸዊዖም ሊዮነል ሜሲ ዘይተለመደ ሕቶ ኣኣንጊዱ፣ ትማሊ ምሸት ሜጀር ሊግ ሶከር ኣብ ልዕሊ ስፖርቲንግ ካንሳስ ሲቲ ሓደ ባዶ ብዝተዓወተሉ ግጥም ናይቲ ዕለት ዳኛ ነዚ ኣርጀንቲናዊ ኮኾብ ናይ ተጻዋታይ ባጅ መለለዪ ክህቦ ከምዝሓቶ ተገሊጹ። ናይ ሜሲ ባጅ መለለዪ ኣብ ኩዕሶ እግሪ ዓለም ብተጻወትቲ ብደገፍቲ ማሕረሰብ ስፖርት ልዑል ተደላዪ ምዃኑ ይፍለጥ። እቲ ሜክሲካዊ ዳኛ ማርኮ ኣንቶንዮ ኦርቲዝ ናቫ ናይ መወዳእታ ፊዝካ ድሕሪ ምንፍሑ ናብ ተዓዋቲ ዋንጫ ዓለም ክልተ ሽሕን ዕስራን ክልተን ቀሪቡ ነታ ባጅ መለለዪ ከምዝሓዘቶ ይግለጽ። ኣብ ቀዳማይ ዙርያ ዋንጫ ኮንካፍ እታ እንኮ ናይ ዓወት ሸቶ ዘመዝገበ ሜሲ'ዩ ዝብል ሰሳን ሽዱሽተን ዓመት ማእከላይ ዳኛ ኦርቲዝ፣ ነታ ዝምነያ ክቡር ባጅ ክቕበል ድሕሪ ምሕታቱ ሜሲ ድማ ንሕቶኡ ብኣወንታ ብምቕባል ተሰማሚዑ ኣብ መቐየሪ ክዳን ክህቦ ምዃኑ ቃል ከምዝኣተወሉ ይግለጽ። ኣርነ ስሎት ብዛዕባ ኣብ ማርያም ንዘለዉ ተጻወትቲ ሊቨርፑል ዝሃቦ ትንታነ፣ ኮዲ ጋክፖ ልምምድ ኣይገበረን፣ እንተዀነ ግን ንናይ ሰንበት ጸወታ ክቐርብ ዝኽእል ይመስል፣ ኣብ መወዳእታ ድየ ክውሰን'ዩ፣ ብዛዕባ ምስ በርቲ ኮነር ብራድሊ፣ ንዝምልከት ዝርዝራዊ ሓበሬታ የለን፣ እንተኾነ ግን ሰንበት ኣንጻር ማንቸስተር ሲቲ፣ ረቡዕ ድማ ኣንጻር ኒውካስል ክጻወት ብቑዕ ኮይኑ እንድሕር ኣረኪቡ ኣዝዩ ዘገርም ምኾነ። ጆሴፍ ጎሜዝ ብዘጋጠሞ ማረምቲ መጥባሕቲ ስለዝገበረ እዚ ዓመተ ስፖርት ቅድሚ ምዛሙ ድሕሪ ቁሩብ ግዜ ክምለስ ትጽቢት ይግበር። ኩሎም ዝተረፉ ካልኦት ተጻወቲ ሊቨርፑል ክሳብ ሕጂ ንጸወታ ኣብ ምሉእ ናይ ጥዕና ኩነታት ይርከብ እዩ። ሮድሪጎ ዲ ፖል ብዛዕባ ሮናልዶን ሜስን፣ ሮናልዶ ብዓለም እቲ ዝበለጸ ተጻዋታይ ዓለምን ብሉጽ ናይ ኩሉ ግዜን እዩ ምባሉ እንታይ ትብል? ሮድሪጎ ዲ ፖል ኣነ ክትዕ ክለዓል ከም ዝደሊ ይደሊ ብሜላ ክምለስ ኣለኒ እንተኾነ ግን ኩዕሶ ዝፈልጥ ወይ ዝርዳእ ሰብ ከም ሜሲ ዝኣመሰለ ሰብ ከም ዘየለ ክርድኦ እዩ ዝብል ግምት ኣለኒ እንታይ ከም ዝገበረ እንታይ ከም ዝበጽሖ ልዕሊ ኩሉ ድማ ኣብ ልቢ ሰባት ዝፈጠሮ ስምዒት ኩሉ ሰብ እዩ ዝፈልጦ ብዛዕባ ዋንጫ ናይ ዓወታት ኣይዛረብን ኢና ምኽንያቱ ዝገበሮ ሰባት ንኽሪእዎ ዝኾነ ይኹን ገንዘብ ክኸፍሉ ምግባር እዩ ከመይ ገይሩ ንሓደ ተጻዋቲ ኣይሓልፎን ከመይ ገይሩ ኣሲስት ይገብርን ብምርኣይ ልዮ ስነ ጥበብ እዩ ክርስትያኖ ሮናልዶ ብምውዳር ብፍክክር ኣራዊት ፍሉጥ ሸቶ ኣመዝጋቢ'ዩ ሊዮነል ሜሲ ግን ጥበብ'ዩ ፖል ኣልቫረዝ። ኤውሮፓ ሊግ፣ ፌነርባቸን ሪያል ሶሳይዳድን ኣብ ዝቕጽል ዙር ኣውዲቕ ካብ ምሕላፍ ዩሮፓ ሊግ ቦትኣን ኣውሒሰን። ፌነርባቸ ኣብ ካልኣይ እግሪ ጸወታ ፕለይ ኦፍ ኣንጻር ኣንደርልክት ተጻዊታ ብናይ ሓባር ዓወት ክልተ ብ ክልተ ክትፈላለ ክኢላ። ክለብ ፌነርባቸ ብናይ ክልተ እግሪ ናይ ምምልስ ጸወታ ብድምር ሓሙሽተ ብ ክልተ ተዓዊታ ምስ ላዕለዎት ሽዱሽተ ተጸንቢራ። ኣብ ካልእ ጸወታ ክለብ ላሊጋ ሪያል ሶሲዳድ ንሚድላንድ ሓሙሽተ ብ ክልተ ብምስዓር ናብ ዝቕጽል ዙርያ ሓሊፋ፣ ሪያል ሶሲዳድ ብድምር ሸውዓተ ብ ሰስት ተዓዊታ፣ ኣያክስ ብዩንየን ሴንት ግሎዮስን ክልተ ብ ሓደ ወላ እንተተሳዕረት፣ ድምር ናይ መልሲ ጸወታ ውጽኢት ሰስተ ብ ክልተ ብምምዝጋብ ናብ ዝቕጽል ዙር ሓሊፋ። ዝከበርኩም ሰማዕትና ንሕጂ ሒዝናዮ ዝቀረብና ዕለታዊ ዜና ስፖርት እዚ ክትከታተልዎ ዝጸናሕኩም እዩ ኣብ ዝቅጽል ምክትታልኩም ኣይተቋርጹ ካልእ ውን ስለ ዘሎ እተን ኣርባዕተ ሕግታት ሼር ላይክ ኮመንት ሳብስክራይብ ኣይትለልወን ወደሓንኩም